ሰላምታና በብ ዘለኹሞ ይብፃሕኹም ክብራት ተኸታተልቲ ትግራይ ስር ሚድያ ዜናታት ሰዓት እንሆ ኣብ ናይ ሎሚ ፀብፃብና ስፖርታዊ ዛዕባ እውን ክንድህስስ ኢና ብርክት ዝበለ ሓይሊ ሰራዊት ሻዕብያ ናብ ግንባራት ዩሮብን እምኒ ሓጀርን ከም ዝተጋዓዘ ተፈሊጡ ስርዓት ህግደፍ ዋላ እውን ብፕሮፓጋንዳ ሰላም ዝብል መዝሙር እንተዘመረ ስምምዕን ውዕልን ዘይብሉ ምስ ፋኖ ስውር ዝበሃል ርክብ ከምኡውን ምስ ገለ መራርሓ ትግራይ ርክቡ የጠናኽር ምህላው ክግለጽ ምጽንሑ ይዝከር። ሕዚ እውን እንተኾነ ሰራዊቱ ናብ ኢሮብን እምኒ ሓጀርን ካልኦት ከባብታትን ከም ዘግዓዘ ተፈሊጡ ኣሎ ቅድም ኢሉ ብርክት ዝበላ ታንክታትን ድሩዓትን ናብ ዶባት ትግራይ ከጸግዕ ከም ጸንሐ ክግለጽ ጸኒሑ እዩ ስርዓት ህግደፍ ሰራዊቱ ሙሉእ ብምሉእ ምድላው ይውግን ምህላው ይሕበር እዚ ከምዚ እናሃለወ እውን ሰብ ሙያ ክሂነት ኤርትራውያን ናብ ጉዳይ ጽምዶ ኣበርቲዖም ንክሰርሑ ኣብ ውሽጢ ዓድን ዘለዉ ሓውሲ ይግደዱ ምህላዎም ተሓቢሩ ብፍላይ ብኣወል ስዒድ ዝስርሑ ዘለዉ ናይ ጽምዶ ምንቅስቓስ ምጥርጣራት ከም ዝፈጠረን ብህዝቢ ከይተረፈ ብዙሕ ምድንጋራት ከም ዘስዓበን ዝተገለጸ ኮይኑ ነዚ ጥርጣረን ምልከታን ንምቕያር ተባሂሉ ኣብ ኣስመራ ብዙሕ ስራሕቲ ብፍሉይ ትኩረት ተዋሂብዎ ይውገን ምህላው እዩ ፍልፍላትና ካብ ኣስመራ ዝሓበሩ ነዚ ኣብቲ ውሽጢ ዓዲ ዘለዉ ሰብ ሙያ ኪነት ትኩረት ተገይሩ ዛጊድ ዝተፈላለዩ

እዚ ከምዚ እናሃለወ ኣብ ኣስመራ ዝቐነየ ጋዜጠኛ ስታሊን ገብረስላሴ ምስ ኢሳያስ ኣፈወርቂ ተራኺቡ ዘርኢ ምስሊ ዘርጊሑ ምንባሩ ይፍለጥ። ስታሊን ምስ ጀነራል ፊሊጶስ፣ ሚኒስትሪ ዜና የማነ ገብረመስቀል፣ ካልኦት ፖለቲካውን ወታደራውን መራሕቲ ከም ዝተራኸበ እውን ገሊጹ'ሎ። ስታሊን ምስ ኣወል ስዒድ ኣብ ናይ ኣስመራ ጻንሒቱ ኣመልኪቱ ኣብ ዝሃቦ ቃለ መሕትት

ንሓጎስ ክሻዕ ግዜ ኣና እንታይ ኣለና ኣብዚ ኣና ጋዜጠኛ ነ ማለት ኣምባሳደር ኣይኮንኩ ናይ መንግስቲ ስልጣን ዘይብለ ፕሬዚደንት ኣይኮንኩ ጀነራል ኣይኮንኩ ብዓቕመይ ግን ክገብር ኣለኒ ክገብር ኣለኒ ይኹን እምበር ስታሊን ገብረስላሴ ኣብ ኣስመራ ኣብ ዝነበረሉ እዋን ሰራዊት ኤርትራ ካብ መሬት ትግራይ ይወፅእ ኣሎ ዝብል ሓቅነት ዘይብሉ ሓበሬታ ምሕላፉ ስዒቡ ብእዋኑ ንብዙሓት ኣቆጢዑ ነይሩ እዩ ነበር ተጋዳላይን መስራቲ ህወሓትን ዝኾነ ስብሓት ነጋ ኣብቲ ናይ ኢትዮ ፎረምን ርእዮት ሚድያን ብሓባር ዘዳለዎ ቀጥታ ፈነወ ሰላም ይምፃእ ኩናት የብቅዕ ዝተሰየመ ዘተ ምስታፉ ኣዘራሪቡ ኣብቲ እዋን ብርክ ዝበሉ ፖለቲከኛታት ኢትዮጵያ ዝተሳተፍሉ ኮይኑ ኣቦይ ስብሓት ድማ ፀገም ኢትዮጵያ ቀንዲ ፍትሑ ኣብ ሕብረት እዩ ክብል በምሓርኛ ተሰሚዑሎም

ታሪክ በኢትዮጵያ ባዕልና በዓለም በኢትዮጵያ የበለፀገ ታሪክ ያለው የለም። አንዳንዶቻችን ደግሞ በዓለም ያልበለፀገ ወደ ብልጽግና ያልተጠጋ የሚባሉ በዓለም ታሪክ ኋላ ያቀረ ኢትዮጵያ ሸት ኤክስፖርት ያቀረ

ከም ኣብነት ዝተጠቐሰ ድማ ኣብ ማይካድራ ዝነበራ ናይ በረሀ ወሎን ሃይሉ ገብረ ህይወትን ዓበይቲ ጥሕኖታት ምስ ቆፃሪኤን ተጫሪተን ቀሺ ፍቓዱ ዝተባሃለ ውልቀ ሰብ ድማ ዓዲግወን ተባሂሉ ኣብ ካልኦት ከተማታት እውን ብተመሳሳሊ ንብረት ተጋሩ ኣብ ምሻጥን ምዕናውን ተፀሚዶም ኣለዉ ይብል ፍልፍል ሓበሬታና በብዕለቱ ንከታተለኩም ስለ ዘለና ንብረት ተጋሩ ብእሪ ቁፅር ከመተረክቡና ፍለጡ ዝብል መልእኽቲ ካብ ሰራዊት ትግራይ ኣርሚ ሰብዓ ይበጽሖም ኣሎ ዝብል እቲ ፍልፍል ሓበሬታ ነቶም ኣብ መንበሪ ገዛ ተጋሩ ዘለዉ ሰፈርቲ ድማ ሰብ ገዛ ኣብ ዝመፅሉ እዋን ብህፁፅ ክለቁ ፃውዒት ቀሪቡሎም ኣሎ። ብካሊእ ዜና ካብ ሰላም ኣኽበርትን ምልሻን ዝተወፃፅኡ ዕጡቓት ትማሊ ኣብ ባዕኸርን ዳንሻን ናይ ትግራይ ታርጋ ዘለወን ተሽከርከርቲ ንምሓዝ ኣብ ፈተሻ ውዒሎም ተባሂሉ። ኣብዚ ተግባር ሰራዊት ብልጽግና እውን ተሳታፊ ኮይኑ ውዒሉ ዝብል ክሲ ቀሪብዎ ኣሎ። ኣብ ዛሬማ ፍሉይ ቦታ ሰደቃ ዝርከቡ ሓሙሽተ ናይ መበል ስሳን ሸሞንተን ክፍለ ሰራዊት ኣባላት ምክልኻል ሓደ ብሬንን ሓደ ስናይፐርን ክላሽንን ደርቢዮም ንዓዶም ጠፊኦም ከም ዘለዉ እውን ተፈሊጡ። ኣመራርሓ ሰራዊት ምክልኻል ኢትዮጵያ ካብ ስርሖም ይለቁ ኣለዉ ተባሂሉ ብርክት ዝበሉ ጀነራላት ካብ መከላከያ ሰራዊት ኢትዮጵያ ዝተሰናበቱን ንክሰናበቱ ደብዳቤ ዘእተውን ኣለዉ ተባሂሉ። ካብዚኣቶም ድማ ሌተናል ጀነራል ኣስራት ዴኔሮ የመከላከያ መምሪያ ዋና ሓላፊ፣ ሜጀር ጀነራል ኣለሙ ኣየለ ምክትል ኣዛዚ ደቡባዊ እዝ ሎጂስቲክ ዝነበረ፣ ሜጀር ጀነራል ታገስ ልሟምቦ ምክትል ኣዛዚ ኮማንዶ ኣየር ወለድን ኮማንዶ ሎጂስቲክን ዝነበረ ብርጋዴር ጀነራል ማርየ በየነ፣ ኣዛዚ ሰሜናዊ ምዕራብ ኮር ኣዛዚ ዝነበረ ብርጋዴር ጀነራል ሻምበል በየነ፣ ኣዛዚ ክፍለ ሰራዊት ሰላሳን ሓደን ዝነበረ ብርጋዴር ጀነራል ዳዊት ዮሃንስ፣ ኣብ ደቡብ ሱዳን ወታደራዊ ኣታቺ ዝነበረ ብርጋዴር ጀነራል ኣበበ በየነ፣ ኣብ ምቁጻር ምክልኻል ሓላፊ ክፍሊ ምክልኻል ሓደጋ ዝነበረ ብርጋዴር ጀነራል ካሳ ደምሌ፣ ኣብ ሰሜናዊ ምዕራብ እዚ ኣዛዚ ኮር ዝነበረ ብርጋዴር ጀነራል ሲሳይ ወለኔ ኣብ ምቁፅፃርን ምክልኻልን ሓላፊ ክፍሊ ድሕነት ዝነበረ ምዃኖም ዝተገለፁ ኮይኑ እዞም ዝተገለፁ ትሽዓተ ላዕለዎት ወታደራዊ መራሕቲ ንልዕሊ 30 ዓመታት ዘገልገሉ ምዃኖም ተፈሊጡሎም ብካሊእ ወገን ድማ ኣብ እዋን ኩናት ትግራይ ኣብ ዝተፈላለዩ እዋናት ዝተማረኹን ብምሕረት ዝተለቐቑን ናብ ሽሞት ኣኪብዎም ኣሎ ተባሂሉሎም ካብዚኣቶም ንክፍለ ሰራዊት 11 መሪሑ ኣብ 2013 ዝተተሓዘ ኮኔሬል ሓሴን መሓመድ ኣዛዚ ኮር ኣብ ደቡባዊ እዚ ኮይኑ ተባሂሉ ኣሎ። ኣብዚ ሰሙን ቅድሚ እዚኦም ሽዱሽተ ላዕለዎት ኣዘዝ ሰራዊት ምክልኻል ኢትዮጵያ መልቀቒ ከም ዘእተው ድማ ዝዝከር እዩ። መድረኽ ጉባኤ ትካላት ሃይማኖት ትግራይ ተሳሊጡ ድሕሪ ፅንተታዊ ኩናት ኣብ ትግራይ ውሑስ ሰላም ንክህሉ ዝፀሉ ኣብ ዘሎ ኩነታት ኣለሊኻ መፍትሒ ንምንዳይ ዝዓለመ መድረኽ ተሳሊጡ ኣሎ። ኣብቲ መድረኽ ዝተሳተፉ ካብ ሸውዓቲኤን ትካላት ሃይማኖት ትግራይ ዝተውፃእፅኡ ኣስታት ሚእትን ዓሰርተን ዝኾኑ መራሕቲ ሃይማኖትን ሓለፍቲ ኣብያተ ፅሕፈት እተን ትካላትን እንትኾኑ ከም ትካል ሃይማኖት መበገሲ ዝገበረ ኣስተምህሮ ሰላም ብምጥንኻር ጎንፂ ከይለዓል ከም ትካላት ሃይማኖት ዛጊድ ዝሰርሕዎ ስራሕቲ ብመልክዕ ፀብፃብ ቀሪቡ ምይጥ ከም ዝተገበረሉን ኣብ መወዳእታ መግለፂ ቅዋም ብምውፃእ ከም ዝዛዝምዎን ድማ ካብቲ ዝወፀ መራሒ ግብሪ ንምፍላጥ ተኻኢሉ ኣሎ ኣብቲ መድረኽ ፕሬዚደንት ግዜያዊ ምምሕዳር ትግራይ ጀነራል ታደሰ ወረደ ተረኺቡ እዩ ኣብቲ እዋን ፕሬዚደንት ሌተናል ጀነራል ታደሰ ወረደ ፖለቲካዊ ፀገም ትግራይ ብሓይሊ ከምዘይፍታሕ ብኩሉ ኣንፈት ዘሎ ኣካል ክግንዘቦ ይግባእ ኢሉ ኣሎ ፖለቲከኛታት ዝፈጠርዎ ፀገም ቀንዲ ዋኒን ትግራይ ክርሳዕ ዝገበረ እዩ ዝበለ ፕሬዚደንት ታደሰ ወረደ ፀገመ ትግራይ ብሓይሊ ከምዘይፍታሕ ብኩሉ ኣንፈት ዘሎ ኣካል ክርዳእ ይግባእ ኢሉ

ሎሚ ሶኒ ዕላዊ ግልጋሎት ስራሕ ጀሚሩ ኣሎ። ኣመራርሓ ቋሚ ኮሚቴ ቤት ምኽሪ እቲ ወረዳ ጠጠው ኢሉ ዝነበረ ገምጋም ዝሓለፈ 21 መዓልትታት ህዝባዊ ግልጋሎት ኣብ ምቕፃል ምምላእ ዝጎደሉ ኣባላት ቆምቲ ኮሚቴን ፅባሕ ንዝካየደ ጉባኤ ቤት ምኽሪ ሓዊሱ ኣንፈታ ብምንፃር ዘትዩሎም እዚ ከምዚ እናሃለዎ ድማ ተጓቲቱ ዝፀንሐ መድረኽ ኦሪንቴሽን ፈተና ሻምናይ ክፍሊ ተምሃሮ ወረዳ ሰብዓ እንደርታ ምሃበ ተጀሚሩ ከም ዘሎ ተፈሊጡ። ወዳን ጥሩ ናብ ቀዳማይ ሚኒስትር ኣብዪ ኣሕመድ ተፀዊዑ ብብልፅግና ክትትል ክግበረሉ ከም ዝጀመረ ድማ ይግለጸሎም ሎሚ ንጎ በየነ ገብረ እግዚኣብሔር ጀነራል ወዳን ጥሩ ብኣብዪ ኣሕመድ ተኺሎ ብኣርባዕተ ኪሎ ቤተ መንግስቲ ተፀዊዑ ውዒሉ ተባሂሉሎ ምክንያቱ መፀዊዑ ድማ ንዕኡ ብስውር ዝከታተሉ ኣባላት ድሕንነት ኣብዪ ኣሕመድ ወደንጥሩ ብጅቡቲ ገይሩ ናብ ካናዳ ንክወፅእ ፃዕሪ ይገብር ምህላው ስለ ዝሓበሩ ከም ዝኾነ ሓደ ካብ ደገፍቲ ህወሓት ዝኾነ ሰብ ዝሰኣነ ሰብ ልፍዓተይ ተስፋ ገሊፁ። ብተወሳኺ ሌተናል ጀነራል ሞላ ሃይለማርያም ካብ ትማሊ ዕለት ሓደ ጀሚሩ ንብርጋዴር ጀነራል ወደ ሸብርን ንብርጋዴር ጀነራል ወደንጠሩን ብፍሉይ ንክከታተል ብጀነራል ኣበባው ታደሰ ገዛ ዕዮ ተዋሂብዎ ኢሉ ኣሎ ልፍዓተይ ተስፋ ጀነራል ገብረ እግዚኣብሔር በየነ ወደንጥሩ ትማሊ ንኣክሱማውያን ሚድያ ኣብ ዝሃቦ ሓበሬታ ድማ ከምቲ ዝብልዎ ዘይኮነስ ከምቲ ንሕና እንፈልጦ ኣብ በረኻ ዘሎ ሌንጀርና እውን ብግዱሳት ዝተገዝአ እምበር ብፌደራል ዝተደጎመ ኣይኮነን ኢሉ ኣሎ መን እዩ ዝበሃል ተባዕ ባዕታ ተበል ይበሃል ሳሌ ኣብቲ ስታሊን ባእባእባእ እናበለ ብቲ ዘይክእሎ ዘይፅውዖ ዘረባ ዝፅውዖ ከምቱ መን እዩ ዝበሃል ሓደ እውን ደደቢት እውን ዝብሎ ናይ ህዝቢ ትግራይ ታሪክ እዩ ደደቢት ሒዝዎ ዘሎ ሽም እሱ ግን ናይ ህዝቢ ትግራይ ባህርን ንኦምን የውሉን ይሕሱ የልዕለ ቢሉ ገለ መለ እዩ ስለዚ ፈደራል ንሕና ፈሊጡና ኣብኡ ከም ዘለና ፍሊጥና ኣሎ ቃልሲ ከም ጀመርና ፈሊጥና ካብኡ ዝተርፈ ዝሕግዘና የብሉ ፈዳን መን ድዩ ገዝ ኢልና ንስኻ እውን ትፈልጦ ኢኻ መን ከም ዝገዝአልና ፈዳን ዝተገዝአና ቀለብ ዝተኸበና ካብ ግዱሳት ናይቲ ቃልስና ደገፍቲ ተጋሩ እዮም ናይ ተጋ ክዳና ተደልዩ ንትዴፍ ምስ ሕዚ ንቐሺ እንደሰደድካ ታሕዞ ዕዳጋ ዘሎ ዩኒፎርም እዩ ስለዚ ዕዳጋ ዘሎ ንሶም ንኸወልዑ ዘይገዝሉ ትድኤፍ እንትኩር ሰራዊት ሓመድ ዝመስል ናይ ከም ሰራሕተኛ ዝመስል ዝገዝእሉ ቅርሺ ክቕንሱ ደልዮም እምበር ረንጀር ዝሽየጥ ሰብ ዘየለ ይኮነ ገዚእናዮ ገዚእናዮ ብዙሓት ፈተውትና ኖ ክህልዎ ኣለዎ ሰራዊት እዚ ክፍለ ኣለዎ ከፍቲ እዩ ከዓ እቲ ሓበጥ ብምትኸዱ እዩ ዘሎ ካብኡ ክፍለ ኣለዎ ኢሎም ኣዋፂኦም ዕዳጋ ደሊና ፈደራል ሓዚ ሓንቲ ዝገብረና እተን ክዳን ስኢሉ ክሓልፍ ስለ ዘይብሉ ኣፍቂድና ኣሕሊፍናዮ ብዝተረፈ እዚ ዝገዝኣ ናይ ናይ ፌደራል ኣይ ብኣንጻሩ ተስፋይ ንጉስ ወዲ ራያ ዝተባህለ ደጋፊ ሓራ መሬት ዝነበረ ንወደንጦሩ ተሓንዩሉ ኣሎ። ንስዒቡ እውን ኣብ ሓራ መሬት ምክፍፋል መፅኡ ዝብል ሓበሬታ ይውዛዕ ኣሎ። ተስፋይ ንጉስ ገበነኛ እዩ ዝብል ሓበሬታ ዝሃበ ካብ ደገፍቲ ሓራ መሬት ኣብዚ ሰሙን እዚ ብሓሳብ ዝተቃውምዎ ሓሙሽተ ተጋሩ ቀቲልዎም ከም ዝቐነየ ምጥቋም ጀሚሩ ኣሎ እንትቕፅል እተዋህበ ሓበሬታ ተስፋይ ንጉስ ወዲ ራያ ምስ ተኸተልቱ ሰብር ራያ ኢና ንሕና ራያ ሃገር ክትከውን ኢና ንቃለስ ዘለና ዝበሉ ሸውዓተ ሰባት ኮይኑ ብሕቡእ ከም ዝቐተሎም እዩ ዝሕበር ዘሎ ሕዚ ድማ እቲ ገበን ዝተፈፀመ ተፃርዩ ምስ ተወደአ ተታሒዙ ክፃረ ከም ዘለዎ ንጀነራል ወድን ጥሩ ምስ ተነገሮን ክኣስሮ ምስ መኮነን ድማ ብሰበር ራያ ዝበሃል ዕጡቕ ጸዊዑ ኣብ ልዕሊ ወድን ጥሩ ስጉምቲ ንኽውሰድ ትእዛዝ ኣመሓላሊፉ ተኹሲ ከፊቱ ከም ዝነበረን እዩ ተገሊጹ። ነዚ ድማ እቶም ደገፍትን ኣክቲቪስታትን ህወሓት ኣብ ሓራ መሬት ጎንጺ ተፈጢሩ መቑሰልትን ሞትን ኣጋጢሙ ንዝብልዎ ዝነበሩ ሓበሬታ ዘራጉድ ሓበሬታ ኮይኑ ተረኺቡሎም። ፕሬዚደንት ሶማሌላንድ ኣብ ዝቕፅሉ መዓልታት ናብ ኢትዮጵያ ዕደት ከካይዱ ምዃኑ ተፈሊጡ ፕሬዚደንት ኢብራሂም ዓብዱላሂ ኢሮ ኣብ ጉዳይ ቀይሕ ባሕሪ ንምዝታይ ናብ ኢትዮጵያ ይገይሽ ከም ዘሎ ተፈሊጡ ኣብ ወርሒ ጥሪ 2024 ኣቆፃፅራ ፈረንጂ ኣብ ቀይሕ ባሕሪ ዝርከብ ወደብ ክራይ ብዝምልከት ኣብ መንጎ ኢትዮጵያን ሶማሊላንድን ናይ ምርዳእ ስምምዕ ከም ዝተፈረመ ዝዝከር እዩ ኣብ መወዳእታ ዜናታት ስፖርት ኣለውና ብሉፅ ኣሰልጣኒ ገብረ መድህን ሃይለ ንኢትዮጵያ መድን እናመርሐ ሻምፒዮን ፕሪምየር ሊግ ኢትዮጵያ 217 ዓ ም ኮይኑሎም ኣብ ታሪክ ኩዕሶ እግሪ ትግራይ ኢሉ እውን ኢትዮጵያ ዓብዪ ግደ ዘበርከተ ብዘርኣዮ ፍሉይ ክእለት ናይ ምንታይ ማራዶና ናይ ምንታይ ፔሌ ፔሌ ኣብዚ እናሃለወና ገብረ መድህን ሃይሌ ዝተብሃለሉ እዩ ብፍላይ ድማ ገብረ መድህን ሃይሌ ኣብ ተፃዋትነቱ ዝነበሮ መንፈስ ዓወት መመዝገባይነት ኣብ መሰልጣናይነቱ እውን ብተግባር ሰሪሑ ዘርኣየ ብሉፅ በዓል ሙያ ኢሎም ወለዉ ኣፍቀርቲ ስፖርት ተጋሩ ኣብ ታሪኹ ጽዋዕ ፕሪምየር ሊግ ምስ ዝተፈላለዩ ሰለስተ ጋንታታት ሻምፒዮን ብምዃን ማለት እውን ጋንታታት ጅማ ኣባጅፋር፣ መቐለ ሰብዓ እንደርታ ሕዚ ድማ ምስ ኢትዮጵያ መድን ብምዃን ሓዱሽ ክብረ ወሰን ዝጨበጠ ፈላማይ ትግራዋይ ኣሰልጣኒ ኮይኑ ኣሎ። ገብረ መድህን ሃይለ ናብ ናይ ወፃኢ ዜና እንትንሰግር ድማ ፖርቹጋል ሻምፒዮን ኔሽንስ ሊግ ኮይና ፖርቹጋል ንስፔን ድሕሪ ምስዓራያ ሻምፕዮን ዕስራ ዕስራን ኣርባዕተን ዕስራን ሓሙሽተን ዩፋ ኔሽንስ ሊግ ኮይና ዘላ ትማሊ ምሸት ኣብ ኣሊያንዝ ኣሬና ኣብ መንጎ ስፔንን ፖርቱጋልን ዝተኻየደ ናይ መወዳእታ ፅዋዕ ምስ ፖርቱጋል ኣብ እቲ ፀዋታ ዝነበረ ብማዕረ ተዛዚሙ ነይሩ እዩ ክልቲኤን ሃገራውያን ጋንታታት ድሕሪ 90 ደቂቓን ተወሳኺ 20 ደቂቓን መዓረ ክልተ ንክልተ ዝተፈላለያ እንትኾና ናብ ፍጹም ቅላዕ ኣምሪሐን ድማ ፖርቹጋል ሓሙሽተ ንሰለስተ ስዒራ ዋንጫ ዓቲራ ኣላ። ክቡራት ተኸታተልቲ ትግራይ ስትሪም ሚድያ ንምክትታልኩም ኣመስጊና ብኣቀራርባናን ትሕዝቶናን እንተፈቲኹምና ሳብስክራይብ ብምግባር ቤተሰብ ኩኑ። ሰላም ንህዝቢ ትግራይ፣ ሰላም ንኹሉ ወዲ ሰብ።